ሰላም ጥዕና ሃበለይ ክቡራትን ፈትዋትን ተኸታተልቲ መደብ ሳባውያን ታይምስ ለመውን ከምቲ ልሙድ ነዚ ሰዓት ዝሓርናልኩም ሓፀርትን እዋናውን ዝበልናዮም ዜናታት ሒዝናልኩም መፂና ኣለና ንሰናይ ምክትታልኩም ንዕድም ፈለማ ቀንዲ ቀንዲ ነጥታቶም ናባኹም ከነብል ፅምዶ ኣመልኪቱ ሓድሽ ዜና ተሰሚዑ ኣሎ። ርእሲ ሕማም ስርዓት ብልፅግና ዝኾነ ፅምዶ ተጠናኺሩ ቀፂሉ ኣሎ። ዝርዝሩ ክትሰምዑ ኢኹም። ኬራ ኢብራሂም ሰራዊት ኤርትራ ናብ ሙሉእ ትግራይ ኣትዩ ክትብል ክሲ ዘቕረበት እንትትከውን ኣብ ትግራይ ህፁፅ ግዜ ኣዋጅ ክእወጅ ፃውዒት ኣቕሪባ ኣላ። ዝርዝሩ ከካፍለኩም እየ። ፕሬዚደንት ሶማሌ ሓሰን ሼክ መሓመድ እስራኤል ንሶማሌላንድ ንዝሃበቶ ሃገራዊ ኣፍልጦ ስዒቡ ንረብሐኦም ክብሉ ገለ ሃገራት ይድግፉ ኣሎ ክብል ንጎረባብቱ ከሲሱ ኣሎ። ተወሳኺ ዝርዝር ሓበሬታ ክህልወና እዩ። ስርዓት ብልጽግና ንጋዜጠኛታት ሮይተርስ ምእጋዱ ተገሊጹ። ከም ዝከረ ሮይተርስ መንግስቲ ኢትዮጵያ ኣብ ኩናት ሕድሕድ ሱዳን ኢዱ ከም ዝሓወሰ ዘረጋገጽ ጭቡጥ መረዳእታ ምቅልዑ ዝዝከር እንትኸውን ነዚ ዘቆጥዑ ዝመስል ስርዓት ብልጽግና ኣብ ልዕሊ ጋዜጠኛታት ሮይተርስ ስጉምቲ ምውሳዱ ተሰሚዑ ኣሎ። ዝርዝሩ ክሰምዑ ኢኹም። ክቡራትን ፍትዋትን ተኸታተልትና ንምድላውና እስካዕ ፍጻመ ብምጽናሕ ክትከታተልዎ እንዳዓደምና ከምቲ ልሙድ ላይክ ኮሜንት ሽር ሰብስክራይብ ንክትገብሩ ድማ ብትሕትና ንዕድም ኢትዮጵያ ፍቓድ ጋዜጠኛታት ሮይተርስ ምስራዛ ተገሊጹ። ኢትዮጵያ ኣብ ሃጉራዊ ማዕኸን ዜና ሮይተርስ ንዝነበሩ ጋዜጠኛታት ካብ ስርሖም ከም ዝኣገደት እዩ ዝተገለጸ። እቲ ኤጀንሲ ቀዳመን ሰንበትን ኣብ ኣዲስ ኣበባ ንዝካየድ መበል 39 ዋዕላ ሕብረት ኣፍሪካ ንምሽፋን ዝሃቦ ፍቓድ ዝተሰረዘ እንትኸውን ኣብ ኣዲስ ኣበባ ዝመደበሮም ሰለስተ ኢትዮጵያውያን ጋዜጠኛታት ናይ ስራሕ ፍቓዶም ከም ዝተሰረዘ እዩ ዝተገለጸ ሮይተርስ ነቲ ውሳነ ይምርምሮ ከም ዘሎን ናጻን ዘተኣማምን ጸብጻባት ክቕጽለሉ ምዃኑ ድማ ኣረጋጊጹ ኣሎ። መንግስቲ ኢትዮጵያ ኣብ ልዕሊ ጋዜጠኛታት ሮይተርስ ከምዚ ዓይነት ስጉምቲ ንክወስድ ዝተገደደሉ ምክንያት ድማ ኣብዚ ሒደት መዓልትታት መንግስቲ ኢትዮጵያ ኣብ ክልል ቤንሻንጉል ጉምዝ ንሓይልታት ህጹጽ ደገፍ ወተሃደራዊ መዓስከር ከም ዝሃነጸን ኣብ ኩናት ሕድሕድ ሱዳን ኢትዮጵያ ብቐጥታ ትሳተፍ ከም ዘላ ዘረጋግጽ ሓበሬታ ምስርጫው ስዒቡ ንዓለም እውን ዘቖጥዕን ዘገረመን ጉዳይ ምስ ምንባሩ ተታሒዙ ሕነ ፈዳይ ስጉምቲ ክመስል ከም ዝኽኣለ እዩ ዝተገለጸ። ሰበ ስልጣን ኢትዮጵያ ብዛዕባ እቲ ጉዳይ ዛጊድ ዝኾነ ይኹን ርእይቶ ከም ዘይሃቡ እዩ ዝተገለጸ። ሰበ ስልጣን መራኸቢ ብዙሃን ድማ ብዛዕባ እቲ ውሳነ ኣፍልጦ ከም ዘይብሎም ዝጠቐሱ እንትኾኑ እዚ ፍጻመ መንግስቲ ኣብ ልዕሊ ኣህጉራዊ መራኸቢ ብዙሃን ዝገብሮ ዘሎ ጸቕጢ ከም ምልክት ምዃኑ ተጠቒሱ ኣሎ። ቅድሚ ሮይተርስ ጋዜጠኛታት ሬድዮ ዋዜማ፣ ዶቼ ቬሌ፣ ቢቢሲን ተመሳሳሊ ናይ ስራሕ ፍቓድ ምስራዝን ምእጋድን ከም ዘጋጠሞም ምግንዛብ ተኻኢሉ ኣሎ። ፕሬዝደንት ሓሰን ሼክ መሓመድ ሹመን ዘይጠቐስወን ጎረባብቲ ሃገራት እስራኤል ንሶማሊላንድ ንዝሃበቶ ኣፍልጦ ይድግፋ ከም ዘለዋ ከሲሶም። እቶም ፕሬዝደንት ምስ ኣብ ለንደን እትርከብ ዓረበኛ ጋዜጣ ኣሻራቃ ኣል ኣውስታ ኣብ ዝገበርዎ ቃለ መሕተት እተን ሃገራት እስራኤል ንሶማሊላንድ ዝሃበቶ ኣፍልጦ ንረብሐን ከውዕሎ ይጽዕራ ኣለዋ ክብል ክሶም ኣቕሪቦም ኣለዉ። ፕሬዚደንት ሓሰን ሼክ መሓመድ ኣብቲ ዘቕረብዎ ክሲ ሽም ዝኾነ ሃገር ዋላ እኳ እንተዘይጠቐሱ ገለ ሃገራት እቲ ዞባ ነዚ ዕድል ተጠቒመን ንሓድነት ሶማልያን ዞባዊ ምርግጋዕ ኣብ ሓደጋ ብምእታው ጸቢብን ሓጺርን ረብሓታተን ንምዕዋት ይጽዕራ ኣለዋ ክብል ብትሪ ከሲሶም ኣለዉ። ዝኾነት ሃገር ስም ክጠቅስ ኣይደልን ክብሉ ዝጠቐሱ እቶም ፕሬዚደንት እንተኾነ ግን ገሊኦም ነዚ ኣፍልጦ ከም ውስን ረብሓ ክርእይዎ ይኽእሉ እዮም ክብል ከሲሱ ኣሎ። እስራኤል ነታ ከም ኣካል ሶማልያ እትቖጽራን ናይ ገዛእ ርእሳ ነጻ ሃገር ዝኣወጀት ሶማሊላንድ ኣብ ወርሒ ታሕሳስ ኣፍልጦ ድሕሪ ምሃብ ብዙሓት ሃገራትን ትካላትን ኣብ ልዕሊ እስራኤል ዘለወን ከቢድ ተቓውሞ ክገልጻ ተራእየን እየን። ፕሬዝደንት ሓሰን ሼክ መሓመድ ሓድነት ሶማሌ ክስገር ዘይግቦ ቀይሕ መስመር ምዃኑ ድሕሪ ምጥንቃቕ መንግስቱ ሉዓላዊ ሶማል ንምውሓስ ዝተፈላለዩ ፖሊሲታት ይጥቀም ከም ዘሎ ጠቒሱ ኣሎ። ሶማሊላንድ ንልዕሊ ሰለስተ ዓሰርተ ዓመታት ናጻ ሃገር ኮይና እኳ እንተጸንሐት ብዘይካ እስራኤል ካብ ዝኾነ ሃገር ኣፍልጦ እስካዕ ሕዚ ክትረክብ ከም ዘይኸኣለት ዝፍለጥ እዩ። መን ዝሓሸ ባንዳ ጠላም እዩ ኣብ ዝብል ውድድር ዘለዉ ዝመስሉ ኣብ ኣዲስ ኣበባ ዝዓረዱ ተጋሩ ባንዳታት ሕዚ እውን ኣብ ልዕሊ ህዝቢ ትግራይ ካሊእ ጆኖሳይዳዊ ኩናት ክውላዕ ፃውዒት እንዳቕረቡ ይርከቡ። ነበር ኣባል ውድብ ህዝባዊ ወያነ ሓርነት ትግራይ ዝነበረት ወይዘሮ ኬራ ኢብራሂም መንግስቲ ኢትዮጵያ ኣብ ልዕሊ ትግራይ ህፁፅ ግዘ ኣዋጅ ክእውጅ ፃውዒት ኣቕሪባ ኣላ። እዛ ኣብ ሓደ እዋን ኣብ ዝለዓለ እርከን መሪሕነት ውድብ ህዝባዊ ወያነ ሓርነት ትግራይ ዝነበረት ወይዘሮ ኬራ ኢብራሂም ሕዚ ምስ ስርዓት ብልፅግና ተዓሲባ ኣብ ልዕሊ ህዝቢ ትግራይ ኣዝዩ ዘስካሕክሐ ጭካነ ዝተመልኦ ወራር ንክፍፀም ዝዓለመ መልእኽቲ ክተሕልፍ እያ ዝተረኣየት። ህዝቢ ትግራይ ብሕታዊ ኣማራፂኡ ኣብ ጎኒ ፌዴራል ምስላፍ ጥራሕ እዩ ክትብል ዝጠቐሰት እዛ ውልቀ ሰብ ብቕልጡፍ ህፁፅ ግዜ ኣዋጅ ኣብ ትግራይ ክእወጅ ኣለዎ ክትብል ክጠቅስ ትረኣየላ። ካብዚ ብተወሳኺ ሰራዊት ኤርትራ ኣብ መላእ ትግራይ ኣትዩ ኣሎ ዝብል ሓበሬታ ዝሃበት እዛ ውልቀ ሰብ መንግስቲ ኢትዮጵያ እዚ ኩሉ እንትግበር ሱቅ ክመረፃ ይግብኦን ክትብል መልእኽታ ክትሕልፍ ተርኣይ ኣሎ። ስርዓት ብልፅግና ብኩሉ ኣንፈት ትግራይ ንምውራር ወተሃደራዊ ምንቅስቃስ ኣብ ዝገብረሉ ዘሎ እዋን ኣብ ከምዚ ዓይነት ሰዓት ኣብ ሚድያ ቅልቅል ብምባል ኣብ ልዕሊ ትግራይ ካሊእ ነበልባል ሓዊ ክውላዕ ጻውዒት ከተቕርብ ዝተራእየት እዛ ውልቀሰብ፣ ብብርክት ዝበሉ ወገናት ከቢድ ነቕፌታ ክገጥማ ክኢሉ ኣሎ። ቅድሚ ሒደት መዓልታት፣ ነበር ኢታማጆር ሹም ሰራዊት ምክልኻል ኢትዮጵያ ጀነራል ሳሞራ ዮኑስ፣ ኣብ ትግራይ ዓንቃፋይ ዝኾነ ሓይሊ ስጉምቲ ክውሰዶ ይግባእ ክብል መልእኽቱ ክሕልፍ ተራእዩ ምንባሩ ዝዝከር እዩ። ብርክት ዝበሉ ተወለድቲ ትግራይ ዝኾኑ ፖለቲከኛታትን ወተሃደራውያን ኣዘዝቲ ካብ ቀረባ እዋን ጀሚሮም ኣብ ሚድያታት ቅልቅል ብምባል ኣብ ልዕሊ ትግራይ ኩናት ንክውላ ዝዕድሙ መደረታት እንዳካየዱ ይርከቡ። እዞም ብባንዳነትን ጥልመትን እንዳተኸሰሱ ዝርከቡ ውልቀ ሰባት ብባንዳነትን ጥልመትን መን ይቕድመኒ ኣብ ዝብል ውድድር ዘለዉ ይመስሉ ይብሉ ብርክት ዝበሉ ወሃብቲ ሪኢቶ። ጥዑም ዜና ጽምዶ ካብ ሱዳን ተሰሚዑ ኣሎ። ሎማዓንቲ ኣብ ፖርት ሱዳን ተጋሩ ኤርትራውያንን ሱዳንን ናብ ሓደ መድረኽ ዝዓደመ ህዝባዊ መድረኽ ተኻይዱ ነይሩ። ጽምዶ ሰለስቲኦም ህዝብታት ዘጠናኸረ እዚ መድረኽ እዚ በዓል 11 ለካቲት ምክንያት ዝገበረ መድረኽ ምንባሩ እውን ተገሊጹሎ። ናይ ሰለስቲኦም ህዝብታት መፍለይ ባንዴራ ድምቀት እቲ መድረኽ ኮይኑ ከም ዝውዓለ ዝተገለጸ እንትኸውን ርክብ ሰለስቲኡ ህዝብታት ኣብ ምድንፋዕ ኾነ ሰላም ምዕቃብ ብልምዓትን ንግድን ምትእስሳር ዝዓለመ ስፍሕ ዝበለ ዕሙቕ ዝበለ ምኽክር ከም ዝተገበረ ክፍለጥ ተኻኢሉ ኣሎ። ኣብ ሱዳን ተመሳሳሊ መድረኽ እንትካየድ እዚ ንሓምሻይ ግዜ ምዃኑ ዝተገለጸ እንትኸውን ኣብ ትግራይን ኤርትራን እውን ከምዚ ዓይነት መድረኻት ተጠናኪሮም ክቐጽሉ ከም ዝግባእ እውን ተጠቒሱ ኣሎ። ቂምን ፅልእን ብምስባር ልምዓትን ሰላምን ንምምፃእ ዓሊሙ ኣብ መንጎ ህዝብታት ትግራይን ኤርትራን ዝተጀመረ ፅምዶ ዶብ ሰጊሩ ኣብ ሱዳን እውን ስጡም ርክብ ከም ዝፈጠረ እዩ ዝተገለፀ። ኣብ ሱዳን ካብ ዝነበረ መድረኽ ዝረኸብናዮ ምስሊ ከም ዝስዕብ ናባኹም ክነብሎ።